ህወሓት ኣብ ዘውፅኦ መግለፂ እቲ ልዕሊ ክልተ ነጥቢ ሸሞንተ ሚልዮን ህዝቢ ዝመረፆ ቤት ምኽሪ ብምኽንያት ሰላም ተሰዊሩ ዝፀንሐ ልኣላዊ ስልጣን ህዝቢ ትግራይ ዝኾነ ቤት ምኽሪ መንግስቲ ትግራይ ናብ ስርሑ ክምለስ ወሲኑ ኣሎ። ህዝቢ ትግራይ ከም ዝበልኩዎ ኤርትራ ኤርትራዊት ዓዲ ኒኦ ከይድና ገጠር ዳርጋ ልክዕ ከም ኣስመራ እዩ ኮይኑ ዘሎ ዲሽካ ይተኣትወካ እንዳበልካ ምጥውዋይ ኣንግል ቆሪፅካ ቃል ሓንቲ ብዘይግቡእ ዳሕና እንዶ ዳሕና እንታይ መብሪየ ሱቅ እንደበል ብራሽ ዋላ ይሃልሱ ኢልካ ጥራሕ ግበር

ሓደሽቲ ሓበሬታታት ይዘልኹም ቀሪበ ኣለኹ ነታ ሜድያ ድማ ሓደሽቲ ዝኾንኩም ሰባት ሰብስክራይብ ብምግባር ቤተሰብ ምዃንኩም ኣይትረሱ ኩላና ድማ ላይክ ብምግባር ነታ መደብና ንጀምር ኣብ ናይ ሎም መደብና ከምታ ፈለማ ዝረኣኹሞም ዝተፈላለዩ እዋናዊ ሓደሽቲ ሓበሬታታት እየ ዘልኹም ቀሪበ ዘለኹ ካብኦም ድማ ሎሚ ኣብ ሊብያን ከምኡውን ኣብ ኣዲስ ኣበባን ተዓሲሮም ዘለዉ ኤርትራውያን ኣሕዋትና ኣለዉ ፃውዒት ቀሪቡ ኣሎ ብዛዕባኦም እንዳተባሃለ ቅርሺ እውን እንዳጨረሩ ዝነበሩ ኣብ ማህበራዊ ሚድያታት ሎሚ ተቃሊሆም እዮም ዘለዉ ነንነሽነሽ ኣቃሊሆምሞም እዮም ዘለዉ ንሶም ነንመን እዮም እንታይ እዮም ዝብሉ ዘለዉ እንታይ እዩ ዝግበር ዘሎ ዝብል ብሰፊሑ ኩሬና ከምኡ እውን ሎሚ ኣዱብሊና ብዛዕባ ናይ ቴዲ ኣፍሮን ከምኡ እውን ድማ ንሞኒካዊት ተሃኩራ ተዋርዳ እያ ዘላ ብፍላይ ድማ ናይ ፋሚሊኣ ብዛዕባ ስድራ እውን ዝተፈላለዩ ምሽጥራት እያ ኣቃሊሓ ዘላ ብዛዕባ ናይ ጓላ ጉዳይ እውን ማለት እዩ እዚ እውን ብዙሓት ሰባት ኣዘራሪቡ ኣሎ ውፉይ ድማ ሎሚ ኣበዩ ተዓሲሩ ነይሩ ዝብል እታዩ ኮይኑ ዝብል ሞኒካ ሃዊት ዘውፅእቶ ኣሎ እዚ ንብዙሓት ሰባት ኣዘራሪቡ እዩ ዘሎ ንሱ ኣብ ናይ ሎማዓንቲ መደብና ብሰፊ ኩሬና ከምኡውን ኣብ መንጎ ህወሓት እውን ዘሎ ኩነታት ህጂ እውን ቐጺሉ እዩ ዘሎ ማለት እዩ። ዝወጥረዩ ህዝቢ እውን ቐጺሉ እዩ ዘሎ። ንሱ እውን ብሰፊሑ ክርእና ኣብ ናይ ሎማዓንቲ መደብና ነዚኦምን ካልኦትን ዝተፈላለዩ እዋናዊ ሓደሽቲ ሓበሬታታትን ከምኡ እውን ዝተፈላለዩ መዘናግ ምስልታት ፖለቲካዊ ጉዳያት እየ ሂዘልኩም ቀሪቦ ዘለኹ። ሓደሽቲ ዝኾንኩም ሰ ሰብስክራይብ ብምግባር ቤተሰብ ምዃንኩም እርግጸኛ ኩኑ። ካልኦት ሓደሽቲ መደባት እውን ቀዲሞም ናባኹም ንክወሱ ማለት እዩ ሰብስክራይብ ብምግባር ላይክ ብምግባር ነታ መደብና ንጀምር እስከ ከም መጀመሪ ክኾነና ድማ ኣዱብል ኢና ብዛዕባ ናይ ሞኒካ ከምኡ እውን ድማ ብዛዕባ ናይ ቴዲ ኣፍሮ ዝሓተትዋ ዝመለሰቶ መልሲ ብጣዕሚ ዝገርም እዩ እስከ ከም መጀመሪ ናታ ምስሊ ተኸታቲና ንመለስ ኣሕዋተይ ላይክ ብምግባር ነታ መደብና ንጀምር ንስኽስ ንብረትኪ ዶ የውሓስኪ

ንብረትካ ዘየውሓስካሲ ኣስላማይ ሓምቢጥሉን ሓምቢሱሉን ወሪድሉን ዓኽጡፍ ኢሉ ሓይኹ ዝደርበዮ ሓይልታት ሙሉእ ድፋዕ ሰራዊት ሙሉእ ዝዝሕለሎ ዓብደላን መሓመድን ኪዳነን በረኸትን ዝዝሕልሉ ዝነበሩ ንብረት ዘየውሓስካስ ኣኽሱም ከተውሕስ ኣብ ቲክቶክ ኮንካስ ዕምብረ ክትገብር በቃ ሓዊ ክትገብር በቃ ረመፅ ክንደፍእ ኢና ገለመለ

ኣደይ ማርያም ከይትድፈርስ ኣብ ቲክቶክ ኮይነ ክፃረፍ እየ ዋእ ንብረትካ ኣደይ ማርያም ዝሃበትካ ንብረትካ ዲዮ ሓዝካ ጓላ ውላድካ ከመን ሽም ኣቡኡ ንኸይጠቅስ ተሓቢኡ እንዳዕብኻዮ ሓቢእካ ድዕብኻዮ ውላድካ ሲ ለኽባጥ ዓኽጡፍ ኣነ እኮ ጡፍ ኢለልኩም እኮ ዓኽጡፍ ለኽባጥ ሓሳኡ ወለዶ ይፈትን እያ ለኽባጥ መን ህዋይ ናይ ቴዲ ኣፍሮ እንታይ ትብሊ እዚ ምስ ረኸበት እያ ዓባየት ኣይትን ነይራ ኣይ ሰብኣያ ናይ ሓውንተን ቆራይ ፃውተን ተምልክተን ዋይ ኣብዘይ ዓቕምኻ ወየ ኣታ ዘይትገድፉና እዞም ደቂ ዓድና ክንደይ ሃለውለው ትብሉ ኢኹም ወደይ ዋይ በስመ ኣም ክሓያል ኣብዘይ ዓቕመን ይስበራ ዓፅመን ኣብዘይ ዓቕመን ይስበራ ዓፅመን ዓጠቕ ይብላ ዓፅመን ሕምሽሽ ይብላ ዓፅመን እንታይ ምልከተካ ታይ ይምልከተካ ብዛዕባ ናይ ቴዲ ኣፍሮ ዶ ብዛዕባ ናይ ገነት ምቁዛም መቆዘሚ ሂቡኩም ናይ ሰሙን እውይ ንዓና ይደሪፍልና ዋላ እዚኣ እኳ ንዓድና እኳ ይደሪፍዋ እዚኣ ደኣ ንኤርትራ እኳ ይደሪፍላ ንህዝብና እኳ ይደሪፍሉ እውይ ክሳብ መዓስ ኢኹም ቪክቲም ሜንታሊቲ ውፁ ካብቲ ናይ ቪክቲም ሜንታሊቲ ቢ ኢምፓወር ቢ ኢምፓወር ኦኬ ቢ ፓወርፉል ዊ ኣር ፓወርፉል እንድሕር ብቁም ነገር ብሓቂ ዝኾነ ለውጢ ክተምፅእ ደሊኻ ኣለኻ ኮይንካ ብኣውተንቲክ ሰንተር ኩን ኣብ ሓይልኻ እመን ኦኬ ስለዚ ተደይኮነ ሓደ ምፅዮ ቀዝመካ ሓደ መፅዮ ቀዝመካ ሓደ መፂኻ ርእቶ ፕሊዝ ሊቭ ሚ ኣሎን ኣም ታይረድ ን ሲክ ኣም ታይረድ ን ሲክ እዚ ናይ ስሪዲ ሂወት ቀደም ገዲፈ እየ ቁዘማ ቴዲ ኣፍሮ እንታይ ትብሊ እንታይ ክብሎ ሰብ እዩ ዋላ ሓንቲ ይፈልጥን እያ ኣነ ቴዲ ኣፍሮ እንታይ እየ ክብሎ ሕጂ ኣነ እንታይ እንታይ እንታይ እየ ክብሎ ኣነ ዋ ጉድ ተረኺብና ኣንቱም ሰባት ተዋሪዶም ከዓ ኣነ ነዚኦም መንእስያት ሓቂ እዩ ተጋጌ እስከ ኣብዚ ናይ ኣዱ ብሊና ዘለኩም ሓሳብ እንዳጻፍኩም ብምቕጻል ድማ እታ ኣብቲ ምስሊ ዘላ ኣዴና ትፈልጥዋ ኢኹም መቸም ንሳ ድማ እስከ ሎሚ ብዛዕባ ናይ ወድን ጓልን ትዛረቦ ዘላ እስከ ተኽታት እንዳንመለስ ናይ ሰበይቲ ብእግሪ ገሩ ንርእሲ እዩ
ኣትግደፋና ባ ተዓረቃ ጃቕን ዕራይ
ናይ ሰብኣይከ ብርእሲ ገሩ ንእግሪ

ቆልዓ ተጥቡ ነይራ
ደሓር ካብ በረኹ ኣትዩ ኣብ ክንዲ ማዩ ኣብኣ ከለኻ ዋልታ ቅጫ ገምጥላ ይከብሃል ዶ ውይ ወደሽ የልመድኩም ከምኡ
እወ ወደሽ የልመድኩም ከምኡ

እንተኾነ ሎሚ ኣነ በዛ ነብሰይ ኣጓላት ጥራይ ምላድ ኣብ ኣሓይሽ እንታይ ግብር እስከ ኣብዚ ናይ ኣዴና ዝበልዎ ዘለኩም ሓሳብ ሪቶኹም እንዳጻፍኩምልና ብምቕጻል ድማ ኣብ መንጎ ህወሓት ዘሎ ወጥሪ ናብ ካልእ እዩ ዝኸይድ ዘሎ ማለት እዩ ሎሚ ዘውፀቱ መግለፂ ድማ ህፅር ኣቢሉ ሓውና ኣቕርብልና ኣሎ ንሱ እስከ ተኸታቲልና ንመለስ ኣሕዋተይ ኣብዚ እውን ዘለኩም ሪቶ ሓሳብኩም ጻፍኩም ኣብ እዋናዊ መግለጺ ህወሓት፣ ማእኸላይ ኮሚቴ ህወሓት ካብ ሸውዓተ ክሳብ ሸሞንተ ሚያዝያ ዘካየዶ ህጹጽ ኣኼባ ወዲኡ ኣገደስቲ ውሳነታት ከም ዘመሓላለፈ ሓቢሩ። ህወሓት ኣብ ዘውጽኦ መግለጺ፣ እቲ ልዕሊ ክልተ ነጥቢ ሸሞንተ ሚልዮን ህዝቢ ዝመረጾ ቤት ምኽሪ ብምኽንያት ሰላም ተሰዊሩ ዝጸንሐ ልኣላዊ ስልጣን ህዝቢ ትግራይ ዝኾነ ቤት ምኽሪ መንግስቲ ትግራይ ናብ ስርሑ ክምለስ ወሲኑ ኣሎ። ህዝቢ ትግራይ ምስ ካልኦት ህዝብታት ኢትዮጵያን ጎረባብቲ ሃገራት ዘለዎ ናይ ሕውነት ዝምድና ንምጥንኻር ብቆራጽነት ክሰርሕ ወሲኑ እዩ። ምስ መንግስቲ ኢትዮጵያ ዘለዎ ዘይምርዳእ ብዘተን ብሰላማዊ መገድን ጥራሕ ንምፍታሕ ዘለዎ ድልውነት ድማ ኣረጋጊጹ እዩ። ካውንስል ኣመራርሓ ዓቕምታት መኸተ ትግራይ ካብ ሚያዝያ ትሽዓተ ክሳብ ሚያዝያ ዓሰርተ ክልተ ሽሕ ዓሰርተ ሸሞንተ ዓመተ ምህረት ኣብ ዘካየዶ ዘተ ነቲ ማእከላይ ኮሚቴ ህወሓት ዘመሓላለፎ ውሳነታት ብምድጋፍ ንዕኡ ዘጠናኽሩ ሃነፅቲ ሓሳባት ብምውሳኽ ሙሉእ ድጋፉ ከምዝሃበ ድማ ህወሓት ኣብ መግለፂኡ ሓቢሩ። ፕራይም ሚኒስተር ናይ ዓዲ ዝሾሞ ሹመት ልክዕ ከም ሙሉ ነጋን ከም ኣብርሃም በላይ እዩ። እዚ ውረድ እንትበሃል እንተሎ ክይዱ ንኣብይ ጠይቑ ሳይ ህወሓት ኣውሪዱ መን እዩ ዘውርደኒ ኢሉ ሰሚዕኹም እኮ ኢኹም ብሚድያ ተገትሩ ዕልዋ መንግስቲ ኢልዎ ዕልዋ መንግስቲ ኢልዎ ነቲ ብድምፂ ዝተደየበስ ንዓውረድ ብድምፅስ ዕልዋ መንግስቲ ኢልዎ ተደሊኹም ከድኩም ንኣብይ ከድኩም ተዘራረቡ እዩ ዝብል ዘሎ እዚ እቲ ስልጣን ኣይለቅቕን ኢሉ ሒዙ ዝኒሀ ክሳይ ተጣቢቑ ባዕሉ ድሓር ብዛዕባ ናይ ካልኦት ስልጣን ዝበሃል ይዛረብ ማለት እዩ ካሊእማ ናይ ውድብ ሓላፍነት ኣለዎ ብርግፅ መንግስታዊ ስልጣን ሒዙ ዝኒሀ ግን እቲ ካሊእ ሓይሊ እዩ። እስከ ብምቕጻል ድማ እቲ ኣብቲ ምስሊ እትሪእዎ ዘለኹም ስነ ጥበብ ስርሃቱ ብደንቢ ንፈልጦ ኢና። ሎሚ ኣብ ኤርትራ ብዛዕባ ዘሎ ኩነታት እስከ እቲ ዝዛረቦ ዘሎ ተኸታቲልና ንመለስ። ከም ዝበልክዎ ኤርትራዊት ዓዲ ንዮ ከይድና ገጠር ዳርጋ ልክዕ ከም ኣስመራ እዩ ኮይኑ ዘሎ። ዲሽካ ኣይትኣትወካ እንዳበልካ ምጥውዋይ ኣንግል ቆሪፅካ ዋላ ሓንቲ ብዘይግቡእ ደሓን ኣብኡ እንዶ ደሓን እንታይ መብርሂ ሱቅ እንተበል ብራሽ ዋላ ይሃልሱ ኢልካ ጥራሕ ግበር እንታይ ማለት እዩ እዚ ታልካያ ዳኣ እታ ናይ ገጠር ትሕዛ እንታይ ክትገብር ትሕዛ ልዕሊ ዘይትኽእላ ኮንካ ኣይትሓዛ እንድሕር ይኽእላ እየ ትብል ኮንካ ግን ከምታ ጉባኣ ስርሓያ መጽዓን ኣሎ እንተልካ በዚ ናይ ህጂ ጃንጥላ ዘሎ ተተኪኡ የለን መጽዓን ሲእና ኢና ስለዚ ይትካእ ኣሎ ይጠፋእ ኣሎ ህድሞታትና ይበርስ ኣሎ ይቃጸል ኣሎ ናይ ጥቅርሻ እንተዘይኮንኩም ኣይትሸጥንኹም ይበሃል ኣሎ ጥቅርሻ ይጠቕመና እዩ ንዓና ኣዕኑድና ይጠቕመና እዩ ክዕቀብ ኣለዎ መጽዓና ይጠቕመና እዩ ባዴላና ይጠቕመና እዩ ኩሉ ነገር ይጠፍእ ኣሎ። ኣክንዲ ዝጠፍእ እስኻትኩም እቶም ወርቃውያን ሰባት ንብለኩም ኣብዚ ኣብ ኣስመራ ዘለዉ ዕድል ዝተረኽበ ጥራሕ ዘይኮነ እንዳዘርኩም በተን ናይ መይዳ ዝነበራ ምኩራት እንዳዘራ ከመይ ከመይ ገረን ነቲ ፊልምታት ይቕልስኦ። ዝሓሸ ኣረኣእያ ኣነ ከምኡ ኢለ ይሓስብ ማለት እዩ ጂ ኩልኹም ካብ ኣለም ሰብገድ ተስፋይ ጀሚርካ ወዲ ኳዳ ራሄል ኩልኹም ሩት ዝሃብኩምና ኣስተምህሮ ናይ ብሓቂ እዚ ኣይርከብን እዩ እዞም ኣብ ቤት ትምህርትታት ክላሳት እንዳኾድኩም እዚ ዝግበር ዘሎ ተኣታትዩና ዘሎ እንተ ትምህሩልና እንተ ትዘሩልና ብጣዕሚ ጽቡቕ ኣባና ቀንዲ ኣይኮነን እቲ ሽግር ኮይኑ ዘሎ ይተኣታቶ ኣሎ ጽባሕ ንግሆ እንታ ኣኹም ኣንታ ንስኹም ክብሉና እዮም እንታ ክትገብር ተቖሪጽካ ኣብሉኻ ዋ ኮፍ ኢልካ ኣብ ጣውላ ዘይተ ኾብቶ ዘይትፈትሖ ዝብሉኻ እንድሕሪ መጺኦምሲ ምኽንያቱ ግን ኣብ ቤት ትምህርትታት እንዳኸድና እንተ ዜርኩም እንተ ትምህሩልናስ ዝሓሸ እዩ ዝብል ርእይቶ ኣለኒ።
እስከ መቕጻል ድማ እዚ ቴዲ ኣፍሮ ዝበሃል መቸም ሕጂ እውን ዝገርም ታሪክ እዩ ዝሰርሕ ዘሎ እስከ ዝሃውና ሃፅር ኣቢሉ ኣቕሪብልና ኣሎ እቲ ዘሎ ኩነታት እዋናዊ ማለት እዩ ትሪእዎ ዶ ኣለኹም ልዕሊ ኣርባዓ ሚልዮን ቪውስ ኣብ ውሽጢ ክልተ መዓልታት ጥራይ ልዕሊ ኣርባዓ ሚልዮን ከምዚ ንሪኦ ዘለና በጺሑ ይርከብ መዓዚ ጥራይ ኣብዚ ናይ ዓለም ሪኮርድ ከኣ ትሪእዎ ኣለኹም መበል ሳልሳይ ኮይኑ ኣሎ እዚ ካብ ኢትዮጵያ ሓሊፉ ካብ ኣፍሪቃ ሓሊፉ ኣብ ዓለም ሙሉእ ካብ ዓለም ሙሉእ መበል ሳልሳይ ተባዕ ስነጥበባዊ ቴዲ ኣፍሮ ጸብጺብካ ዝውዳእ ኣይኮነን ከም ትሪእዎ ዶ ኣለኹም ኣብ ኮመንቱ ከይድካ ምስ ትሪኦ ተራእዩ ደይፈለጥ ገንዘብ እዩ ተበርኪትሉ ድርከብ ልዕሊ ሓደ ሚልዮን ብ ኮመንት ዝኣከቦ ገንዘብ ጥራይ ኣብቲ ልዕሊ ርባዓ ሚልዮን ቪውስ እዚካ ከም ትሪኦ ደለኩም ብዓይኒ ገንዘብ ዝተበርከተ እዩ ኣዝዩ ብዙሕ ብዙሕ ገንዘብ እዩ ልዕሊ ሓደ ሚልዮን ድበጽሕ ኣብ ኮመንቱ ገንዘብ ተወፊሉ ይርከብ ቴዲ ኣፍሮ ከምቶም ሓንቲ ደርፊ ሰሪሖም ዓሰርተ ኢንተርቪው ድገብሩ ደይኮነ ትብዓት ከም ዝሓትት ስነጥበብ ዋጋ ምኽፋል ከም ዘለዎ ስነጥበብ ብግብሪ ደርኣየ። ሰዓት ሸሞንተ፣ ወርሒ ሸሞንተ ክልተ ሽሕን ዓሰርተ ሸሞንተን፣ ዓሰርተ ሸሞንተ ደርፍታት ኣብ ሓንቲ ኣልቦም። ድሕሪ ሸሞንተ ዓመት እዚ ኩሉ ዓሚዩቕ ርእሲ ዝሓትት ከም ምዃኑ ኣመስኪሩ ይርከብ። ብዓሚዩቕ ትብዓት ዝሓትት ፖለቲካዊ ቀርኒ ኣፍሪቃ ተንኪፍዎ ይርከብ ንኹሉ። ንሽግር ዘሕልፋ ዘለዋ ደቂ ኣንስትዮ ኣብ ስደት ብፍላይ ማዳም ኮይነን ዝስርሓ ኣብ በዓል ስዑድ ዓረብን ባሕሬንን ነዚኤን ከኣ በታ ማሬማ ትብል ደርፊ ኣፍ ኮይንወን ይርከብ ስለዚ በዚ ምክንያት እዩ ከኣ ቴዲ ኣፍሮ እቲ ዝበለጸ ስነጥበባዊ ተባሂሉ ዓቢ ከምዚ ክብሪ ክግብኦ ዝኮነሉ ምክንያት ምክንያቱ እቲ ስነጥበብ ድበሃል ነገር ንኩሉ ዝርኢ ዓይኒ ዝተዓደሎ ኣብ ዝኮነ ሰብ ክትረክቦ ኣብ ዝኮነ ደራፊ ኣብ ዝኮነ ኣርቲስት ክትሪኦ ኣጸጋሚ ዝገብሮ ሳሕቲ ዝረኣ ስለዝኾነ ኢዩ ከምዚ ንሪኦ ዘለና ዓለም ምሉእ ዘዛርባ ይርከብ ስለዚ ንዝያዳ ተኸታተልቲ ኣብዚኣ ፎሎው Thank you። ዝገርም እዩ እስከ ነታ ሚድያ እውን ላይክ ሸር እንዳገበርኹም ኣህዋተይ ዘለኩም ሪቶኹም እንዳፀሓፍኹምልና ብምቕፃል ድማ ከምታ ፈርማ ዝገልፅናዮ ኣብ ሊብያን ኣዲስ ኣበባን ተዓሲሮም ብዛዕባ ዘሎ ኤርትራውያን ዝበሃል ዘሎ እስከ ተኸታቲልና ንመለስቲ ዘሎ

ብዛዕባ እዚ ጉዳይ ማለት እዩ ክልተ ሓሳባት ናተይ እየ ክዛረብ እፍታ ናተይ ሓሳብ እካ ትሰማምዑ ይሰማምዑ ንዓኹም ምልከት ማለት እዩ እቶ እዚኦም እዮም ለውጢ ክነምፅ ወይ ድማ ፍታሕ ክነምፅ ገለ ዝብሉ ማለት እዩ ከመይ ድዩ ማለት ሲ ኣብ ፅቡቅ ዝተገበረ ፅቡቅ ምግባርን ኣብ ሕማቅ ዝተገበረ ሕማቅ ምግባርን ንኹም ዲኹም ትዛረቡ ማለት ግን ቃልን ተግባርን በበይኑ በቃ ባገኩም ትጠፍኡ ማለት እዩ ኤርትራውያን ምዃንኩም ትርስዑ ገለ ማለት እዩ ሶ ሕንቀት ናይ ኤርትራዊ ጥራይ ኤርትራዊ ኣቢሉ ደው ቀውመኩም ተሎ ካባኹም ምቕባል ጥራይ ማለት ተስፋ ከምዚ የላ ኣነ ብዙሕ ቪድዮታት እንዮ ክሰርሕ ቀኒ ወይ እውን ክዛረብ ቀኒ ወላ ሓደ ስትሬት ክምልሰሉ ኣይራኹን ትርፊ ጸርፊ ማለት እዩ ትሰርሖ ዘለኻ ማዕረ ክንደይ ልሕሉሕ ሓላዊ መዓንኩራ ንሲ ምዃንካ እኻ ተርኢ ዘለኻ ተረዲኻን ሰብኣይኩም ይገብርኒ ዲኻኒ ከም ካልኣይ ነገር ከ እንቋዕ ከማን ዓቢ ምስጢራዊ ነገር ትፈልጥ እንቋዕ ይኮንክ በዚ መጺኻ ቶም ሃገራውያን ወይ ተቐያሕ ባንዴራ ሒዞም ስዕስዑ ወይ ዓዲ ዓዲ ይድብሉ ንዓቶም ክጸርፍ እሞ በቶም ሓደ ተቐባልነት ክትረክብ ማለት እዩ ምክንያቱ ኩሉ ግዜ ሃገራዊ ንድሕር ጸሪፍካ ዓዲ ዓዲ ንዝበለ ንድሕር ሓንቲ ነገር ጥራይ ክብለኩም ደኽ ናይ ካልኦት ንዓይ ጉዳይ ኣይኮነ እቶም ኣርቲስት

ኣትሊስት መትከል ካያ ድጋ ኢትስ ኦኬ በቃ ኣነ ዝኾነ ዝነበርከት ካይዳ ኣይ በቃ ኣይፈተኹን ኩን ነገር ተረዲኒ እሞ በቃ ኣነ ኣብዚ ክመጽእ ይሕሸኒ ኣብዚ መጺኻ በቃ ንኽትፍቶ ኢልካ ሰባት በቃ ሰብ ጸሊኻ እስኻ ናብ ኣብ ኣሕመድ ደውልትሪ ሃቢ ሃሎ ኣባችን ሃሎ ሰላም ነ ዋው ሰላም ነይ ምን ነው ንሕና ኢና ሃገር ንመርሕ ንሕና ኢና ምሁራት ትብላ ትሓድራ ውሽጢ ውሽጢ ጓሓፋት ሃገር ክትመርሓ ንመነዳ ክትመርሕ በቲ ካልእ ክትገብራ ትሓድራ በቲ ከዓ ቴሌፎን ንሕና ኢና ፕሮፌሰራት ናይ ምንታይ ዲኻ ፕሮፌሰር ኣነ ፖለቲከኛ ኣይፈልጠኩምን ንዓኹም። ዘሕዝን ከነርእየካ ኢና ደሓን ካብ እንታይ ዝበሃል ናታ እንዳ ሓረራስ እንዳ ማታ ተካውስ ዝበሃል ኣሎ ከምኡ ክነርእየካ ኢና ሙጌ ተዳሎ ታሎ እንዲ ድንቁርና ኣሎ ነናቱ ጉድለት ኣለዎ እዩ ግን ቱማች ማዕረ ከምዚ ኣተሓሳስባ ዘለዎ ሰብ የብልና ዘየለ ነገር ክትዛረብ ብጣዕሚ ኢኻ ተሕዝን ሞጎስ ናይ ኣቢ ኣሕመድ ሸቃሊ ክገብር ዝፍትን ኩሉ ግዜ ንኤርትራ ንምጽላም፣ ንምድዋን፣ ንኤርትራ ድማ ናብ ዓለማዊ ተነጽሎ ንምውሳድ ብዙሕ ግዜ ይዛረብ። ሕጂ ኣብ ዝተጠመቐ ናይ ኣቢ ኣሕመድ ኩርኩር እንታይ እዩ ክገብር ፈቲኑ? ኣብ ቀይሕ ባሕሪ ኢትዮጵያ ቦታ ንክትሕዝ ወይ ከኣ ንዓሰብ ወሪራ ነቲ ዞባ ከተመሓድር ጎብለል ክትከውን እሞ ነዚ ጎብለል ናይ ምዃን ከይዲ ድማ ብኸምዚ ጌርካ ንኤርትራ ኣደዊንካ ኤርትራ ኣብቲ ኹናት ቐጥታ ካብ ኣሜሪካን እስራኤልን ብፍላይ ካብ ትራምፕ ቐጥታዊ ዝኾነ መጥቃዕቲ ክወርዳ ይኽእል እዩ እሞ ብድሕሪኡ ንሕና ውን ኣብቲ ዞባ ክንነግስ ንኽእል ኢና ዝብል ኣዝዩ ኣዝዩ በቃ ሓደገኛ ንስኻ ሕጂ ክርዳኣካ ክእል ኣለዎ። ብጣዕሚ ዘሕዝን እዩ እቲ ዘሎ ኩነታት መቸም ከም ትረኣኹሞ እዩ እስከ ዘለኩም ሀሳብ ሬቶኹም እንዳጻፍኩም ብምቕጻል ድማ ብዛዕባ ውፉይ ዝበሃል ዘሎ እስከ ተኸታቲና ንመለስ ብዛዕባ ኣብ ኤሪትሪያ እውን ተዓሲሮም ዘለዉ እያ ትዛረብ ዘላ ሞኒካዊት እስከ ናታ ምስሊ ድማ ተኸታቲልና ንመለስ። ኣቲ ትምርፉይት ኣበይ ከይዱ ኣሎ እቲ ትምርፉይ ኣብቲ ዓፋር ምስ ከደ ሻዕብያ ወስዳቶ ከይትኸውን ኣሎ እቲ ትምርፉይ ጆን ብላክ ዋን ይር ተሪፍዎ ክወፅእ ውይ ውፅኣልና ኣውፅኣልና መዓረይ ዋእኻ ነታ ውላዱ ካብ ኩሉ ኣኩር ተኸውንና ምስ ወፃ ከመይ እቶም ትበጽሕዎ ክበጽሕ ክሓኩር ኢሉ ዶ ኣተሓኻኾር የገለይቶ ኣይበለ በላ ዘንደቀይ ዕድመን ጥዕናን ይሃ እስከ ጆን ብላክ እውን ድሕር ዳኣ ተፈትሑ ክንርኢ ኢና ብዝኾነ ዘለኩም ርእቶ ሀሳብኩም ፀኣፉልና ኣሎ መኣንቲ ዝነበረትና መደብ ድማ ከምተስተኸታተልኩሞ ዝመስል ነይሩ ከምዚኦም ዝኣመሰሉ መደባት ቀዲሞም ንኣኹም ንኸወስኹ ሰብስክራይብ ዘይገበርኩም ሰባ ሰብስክራይብ ብጓር ቤተሰብ ምዃንኩም ኣይትረሱ ብካልኦት መደባት ክሳብ ራኸብ ሰላም ይራኽበና ኣሕዋተይ ቻው